ሰላም ተኸታተልቲ ናይዚ ቻነል ከመይ ትኾኑ ፅቡቅ ክትኮኑ ናይ ወትሩ ትምኒትናን ባህግናን እዩ እምበኣር ሎሚ እውን ከም ወትሩ ንኩልና ክምህርን ከንቅሕን ክንፈልጦን ከነስተውዕለሉን ዘለና ብርትዕ ዝበለ ኣርእስታት ኢና ክንርኢ ሕጂ እውን እንተኾነ ኣብ ማእከላይ ምብራቅ ንሓደ ዓቢ ኩናት ምሽብሻብ ይግበር ከም ዘሎን ክዝሕል ይፍትን እሞ ካልእ ምኽንያት ድማ ይፍጠረሉ እቲ ኩናት ንክረስን ስለዚ ኣብዚ ቦታ እዚ ውግእ ሲሪየስሊ ይድለ ከም ዘሎ ዘርኢ ምልክታት ኢና ንርኢ ዘለና ናይ እስራኤል ፕራይም ሚኒስተር ብትኽክል ውግእ ይደሊ ከም ዘሎ ኣብዚ ቦታ እዚ ኤቭሪ ታይም ናይ ሰላም ዘተ ኣብ ፅቡቕ ኣንፈት ክኸይድ ከሎ ከመይ ጌርካ ነቲ ናይ ሰላም መንገዲ ገዲፍካ ናብ ኩናት ትወስዶ ቀዳማይ ዕላማ ናቱ ከም ዝኾነ ደጊሙ ንዓለምና ነፂርላ ኣሎ ስለዚ ሰፊሕ ኣርእስቲ ብዛዕባ እዚ ክንርኢ ኢና ኣብ ዩኤን ኣብ ሰኪሪቲ ካውንስል ተጋቢኦም ዝተባሃልዎ ንሱ ንህዝቢ ተዛርቦ ናይ ኢራን ተሪር መጠንቀቕታን ግብረ መልሲ ክቡ ምዃኖም ዝሃብዎ ሓበሬታ እውን ክንርኢ ኢና እንታይ ዓይነት ግብረ መልሲ እዩ እንታይ እዩ ትፅቢት ዝግበረሉ ኩሉ ክንሪኦ ኢና ናይ ምዕራባውያን ሃገራት ምስሉይነትን ሓሶትን ድማ ብግልፂ ክረኣየና እዩ መጀመርያ እስከ በዚ ናይ ቢቢሲ

ኣብ ዝሓለፈ ኣብዘን ሕደት ቅንያት ኣሜሪካ በፂሑ ምስ መፀ ዝወሰዶ ስጉምቲ እንተሎ ናይ እስራኤል ፕራይ ሚኒስተር ነቶም ኣገደስቲ ዝበሎም ሰባት ከምቲ ወትሩ ዝገብሩ ሓድሽ እውን ኣይኮነን ብፍሉይ መጥቃዕቲ ንሓደ ኣብ ናይ ሕዝብላ ሓላፊ ወይ እውን ዝለዓለ በዓል ስልጣን እዩ ዝበልዎ ኣብ በይሩት ርእሲ ከተማ ናይ ሊባኖስ ማለት እዩ መጥቃዕቲ ብምፍፃም ቀቲልናዮ ኣለና ይብሉ ኣለዉ ብተመሳሳሊ ድማ ልክዕ ኣብ መዓልቲ ፕሬዝደንታዊ ስልጣን ዝርከበሉ ዝነበረ ሓድሽ ፕሬዝደንት ናይ ኢራን ኣብቲ ፅምብል ንዝወዓለ መራሒ ናይ ሓማስ እስማኤል ሃናንያ ኣብ ገዝኡ ከሎ ብምንታይ ከም ዝተቐትለ ክሳብ ሕጂ ኣይግለፅን እዩ። ግን ንሱን ቦዲጋርድ ናቱን ከም ዝተቐተሉ ኣብ ማዕከናት ዜና ካልእ ቪድዮ ገይረ ነይረ። ሓደ ዓቢ ዜና ሓደ ዓቢ ስቶሪ ኮይኑ ኣሎ። እዚ ሰብ እዚ ድሮ ነቲ ናይ ኣብ መንጎ ሓማስን እስራኤልን ዝግበር ዝነበረ ኣሜሪካ ንዓለም ንመቐሸሺ ዘተ ሰላም ንገብሮ ኣለና እናበለት ትዛረቦ ዝነበረት ንዑ ነቲ ምቁራፅ ናይ ተኹስን ምስ ሓማስ ዘሎ ኩነታት ንምፍታሕን ኣብ ሽምግልና ዝሳተፍ ዝነበረ ሰብ እዩ። ሓላፊ ናይ ሓማስ ጥራይ ዘይኮነሲ ናይቲ ወታደራዊ ግንባር ዘይኮነ ናይቲ ዲፕሎማስያውን ፖለቲካውን ግንባር እዩ ስለዚ ምስኡ ኔጎሽት እናገበሩ ኣብ ቀጠር ክንደይ ግዜ ብሰላም ክንፈትሖ ኢና ነዚ ጉዳይ እናበለ ዓሰርተ ግዜ ድዩ ዋላ ሸመንተ ግዜ ኣንቶኒ ብሊንከን ኣብኡ ከይድ ከሎ እቲ ሓደ ካብቶም ኔጎሽተርስ ናይ ሓማስ ዝነበረ እዚ እዩ ነይሩ እስራኤል ድማ ንቐትሎም ኣለዎ ሕጂ እንታይ ማለት እዩ እዚ መንገዲ ሰላምን ናብ ሰላምን ዝግበር ዝነበረ ፃዕሪ ትርጉም ከም ዘይብሉ ንዓታቶም ንፁር እዩ እዚ ከዓ እንታይ እዩ ብፍሉጥ ነተንያሁ ውግእ እምበር ሰላም ከንብሮ ከም ዘይክእል ይፈልጥ እዩ ንሱ ኣብ ስልጣን ክቕፅል እንተኮይኑ ውግእ ክህሉ ኣለዎ ነቲ ውግእ ድማ ብኩሉ መንገዲ እዩ ዝደልዮ ዘሎ

እንታይ ማለት እዩ እዚ? እቶም ዓሰርተ ክልተ ዝሞቱ እስራኤላውያን ድንጋጸ ይግብኦምን ወይ ሓዘን ኣይግብኦምን ወይ ካልእ ኣይግብኦምን ኣይኮነን ብልክዕ ይግብኦም ነፍሲ ወከፍ ሰብ ክቡር ስለ ዝኾነ እዚ ሰብ እዚ ከምዚ ክብል ከሎ ግን ነቶም ምዕራባዊ ሰማዕቲ ናቱ በዓል ቢቢሲ ማለት እዩ ነቲ ስም ነቲ ነገር ብስምዒት ከም ዛረብዎ እቶም ዓሰርተ ክልተ ዝተቐተሉ ይብሉ ነቶም ልዕሊ ኣርብዓ ሽሕ ዝተቐተሉ ኣብ ቓዛ ዝቕጽል ዘሎ ልዕሊ ሚእቲ ሽሕ ቆሲሎም ዘለዉ ግን ከም ሰብ ኣይቆጽርዎምን እዮም ናቶም ቁጽሪ ኣገዳስነት የብሉን this is very very sickening ከምዚ ናይ ብሓቂ ዘሕዝነካ እዩ እዚኦም እዮም እቶም ናይ ሞራል ኮምፓስ ናይ ዓለም ስድራይ ግን ኣይኮነን እዚ ደሓን እቲ ናይ ዓለምና እቲ ቤት ፍርዲ ኮርት ኦፍ ጃስቲስ ዝብልዎ ነዚ ወር ክሪሚናል ወይ ከዓ ገበነኛ ናይ ኩናት ኢልዎ እዩ ግን ኢት ደዝን ማተር ንኤሮጳን ኣሜሪካን እዚ ዝበለ ይበሎ ነቲ ቤት ፍርዲ ንባዕሉ ክዓፅዎ እዮም ዝፅዕሩ ዘለዎ ወይ ክእግድዎ ናብ ኣፍሪቃን ናብ ካልእን እምበር ናብ እስራኤልን ናብ ኤሮጳን ናብ ኣሜሪካን ዘጠምት ምክንያት የብልካን እዮም ኢሎሞ ነቲ ቤት ፍርዲ ስለዚ እንታይ ማለት እዩ ኩሉ ግዜ ልዕልና ሕጊስ ከም ዘለዎም ሶም እቲ ሕጊ ሩልስ በይዝ ዝብልዎ

እም እዚኣ እታ ዘረባ እታ ትኽክለኛ ዘረባ ክትስማዕ ዘለዋ እስራኤል ትገብሮ ዘላ ውግእ ወይ እውን ምቕጥቃጥ ከይመስለኩም እስራኤል ኣይኮነ ትገብሮ ዘላ ምዕራባውያን ሃገራት እዮም ዝገብርዎ ዘለዉ ነፍሲ ወከፍ ቦምቢ ነተንያሁ ዝትኩሳ ዘሎ ካብ ኣሜሪካ ካብ ዓዲ እንግሊዝ ካብ ፈረንሳ ካብ ጀርመን ካብ ካልኦት ሃገራት እዩ ዝመፅእ ዘሎ ኣብ እስራኤል ኣይኮነ ዘፍርዮ ዘሎ ስለዚ ኤግዛክትሊ ነዚ ኩሉ ጭፍጫፈ ኣብ ፈለስጢኤም ዘጋጥም ዘሎ ናይ ቃዛ ኣርባዓ ሽሕ ሓምሳ ሽሕ ኮይኑ ዘሎ ናይ ሞት ጥራይ ሰብዓ ሚእታዊት ድማ ኣንስትን ቆልዑን ከም ዝኾኑ ዝፍለጥ ኩሉ እዚ ተሓታቲ ናቱ መን እዩ ኤሮፓውያን ሃገራት ኣሜሪካን እዮም እንታይ ግን ይብሉ ኣለዉ ንካልኦት ሃገራት ከምዚ ዓይነት ጀኖሳይድ ዘይወዓሉን ኢዶም ዘይእተውን ንበዓል ቻይና ክኹንኑ ይውዕሉ ኣለዉ ንበዓል ኤርትራ ክእግዱ ይውዕሉ ኣለዉ ንሳቶም ግን ኣብ ሓደ ዓብዪ ህልቂት ዝኾነ ናይ ደቂ ሰባት ምሉእ ብምሉእ ብገንዘቦም በፅዋሮም ብፖለቲካዊ ምክልኻሎም ሕጂ ክትሪዎም ኢኹም ኣብ ናይ ሴኪሪቲ ካውንስል ከመይ ገይሮም ይከላኸልሉ ኣለዉ ንእስራኤል ዘገርም እዩ እዚኣቶም ድማ ንካልኦት ሃገራት ከጠንቅቑን ክእግዱን ከፈራርሁን ዝውዕሉ እዮም እስራኤል ትበሃል ሃገር ንምዕራባዊ ዓለም ጉድ ንኸተውፅያ ተፈጢራ ክትብል ትኽእል ኢኻ ኩሉ እቲ ዝብልዎ ብኣፎም እስራኤል እያ ተፍሽሎ ኤቭሪቲንግ እቲ ቀደም እንታይ ይገብሩ ነይሮም እቲ ንሳቶም ዝገብርዎ ዝነበሩ ሚድያ ኣብ ኢዶም ስለ ዝኾነ ነቲ ናይ እስራኤል ኩነታት ኣይሕልፍዎን እዮም ስለዚ ዓለም ኣይትፈልጥነ ነራ ሎሚ ግን ሚድያ ከም ቀደም ኣይኮነን ኣብ ኢድ እስራኤል ኣይኮነን ዘሎ ዋላ እኳ ዓብ ክፋል ኣብ ኢዶም እንተሎ እቲ ሶሻል ሚድያ ዝበሃል እቲ ሲቲዘን ጆርናሊስትስ ግለሰባት ባዕሎም ዝገብርዎ ትሕዝቶ ስለ ዘሎ ካልእ እውን ናይ እስራኤል ጉዳይ ኣመና ስለ ዝበርትዐ ቻይናን ራሽያን ኮምፕሊትሊ ኣንፃራ ስለ ዝኾኑ ነቲ ጉዳ ድማ ብኩሉ ሚድያ ናቶም የውፅዎ ስለ ዘለው እስራኤል ከምቲ ቀደም ሕብእቲ ይኮነትሎም እዩ ስለዚ

ኣብ ሴኪሪቲ ካውንስል ክበፅሕ ከሎ ጉዳይ ናይ እስራኤል ኖ ባዕልና ኣለናዮ ምስ ኩሎም ኣብኡ ዘለዉ ሓይልታት ተዘራሪብና ነቲ ኩነታት ጠጠው ከነብሎ ኢና ነተንያሁ ድማ ከምዚ ክገብር ኣይኮነን ነዚ ቦታ እዚ ከጥቅዕ ኣይኮነን ከምዚ መግቢ ክልክል ኣይክልን እዩ ገለገለ ይብሉ ነተንያሁ ድማ ብሙሉ ስለ ዝፈልጡ ሽጣሮ ነቲ ዝብልዎ ኩሉ ግዜ ካንስል ዝገብሮ ዝሰብሮ እንታይ ግን ይገብሩ ዋላ ሓንቲ ኣይብሉን እዮም ኤቭሪ ታይም ነቲ ናቶም ፕላን ክሰብሮ ከሎ ስለዚ ብካል ኣዘራርባ ክልተ ነገር ክትርኢ ትኽእል ወይ ኣሜሪካ ነታ ብጋዛ ዝግበር ዘሎ ምሉእ ብምሉእ ትደልዮ እያ እዚ ሓደ ነጥቢ እዩ እዚ ከውን እንተልካ ድማ ንኣሜሪካ እውን ነተንያሁ እዩ ዘመሓድራ ካብዘን ክልተን ሓንቲ እያ ካብ ክልተን ኣይነቱ ትመርፁ እያ ትሓቶ ወይ ነተንያሁ እዩ ኣመሓዳሪ ናይ ኣሜሪካ ፕሬዚደንት ናይ ኣሜሪካ ነተንያሁ እዩ ስለዚ ንሱ ዝበሎ ክዛረቡ ይኽእሉ ግን ዝገብርዎ የብሎምን

እንታይ እዮም ዝብሉ እዞም ፖለቲከኛታት ኤቭሪ ታይም እስራኤል ገለ ክትገብር ከላ እንታይ እዮም ዝብሉ እስራኤል ሃስ ደ ራይት ቱ ዲፈንድ ኢትሰልፍ እስራኤል ነብሳ ንምክልኻል መሰል ኣለዋ በዓል ኤርትራ ከነፍሰን ክከላኸላ መሰል የብለንን ካልኦት ሃገራት ነብሰን ክከላኸላ ራሽያ ነብሳ ከተከላኸል መሰል የብላን? ስለምንታይ ካልኦት ሃገራት ነብሰን ክከላኸላ ሰራዊተን ክሃንፃ ከለዋ ስግኣት እየን ነቲ ዞባ ዕግርግር ይፈጥራ ኣለዋ እናተባህላ ዝተፈላለየ ፀለመን ስጋትን ሽግርን ዝወርደን ስለምንታይ ሃገራት ወታደራዊ ዓቕመን ከደላድላ ክጅምራ ከለዋ ፀገም ይፈጥሩለን ንሳቶም ግን ነብሶም ክከላኸሉ ኩሉ ግዜ ኣፅዋሮቶምን ሓይሎምን ንከደላድሉ ዝፍቀደሎም እንታይ ማለት እዩ

ዋላ እስራኤላውያን ወይ ከዓ ኣይሁድ ኣብ ኣብ ኣብ ኣሜሪካ ኣርባዕተ ፐርሰንት እዮም ተኮይኖም ፎር ፐርሰንት እዞም ኣርባዕተ ፐርሰንት ናይቲ ህዝቢ ይኮኑ ኣርባዕተ ፐርሰንት ግን ኣዝዩ ፀላዊ ዝኮነ ሓይሊ ዘለዎም እዮም ሓይሊ ናይ ገንዘብ ሓይሊ ናይ ኮርፖሬሽንስ ሓይሊ ናይ ሎቢስትስ ኩሉ ዓይነት ሓይሊ ዘለዎም እዮም ኣብቲ ምርጫ ድማ ዓብ ኣገዳስነት ኣለዎም መብዛሕቲ ግዜ እቶም ኣይሁድ ዴሞክራትስ እዮም ዝመርፁ ነይሮም ኣብ ዝሓለፈ ዓመታት ግን ናብ ሪፐብሊካን ከይዶም ከም ዘለዉ ብካልእ ዘራርባ ንክልቲኦም ፓርቲ ሒዞሞም ዘለዉ እዮም ስኢለ ንምፅብባቅ ናይ ዘረባ ባህሊ እምበር ንየማንን ፀጋምን ክልቲኡ ኣብ ኢዶም እዩ እዚኣ ሰብ እዚኣ ኣለንቀነ ሓንቲ ዘረባ ተዛሪባ ነራ ኣብ ቃዛ ዝግበር ዘሎ ፍለስም ዝግበር ዘሎ ስስቕ ኢልና ክንሪኦ እንደለና ንኸተምስል ኢለ እያ ነቶም ኣስላም ንኸትስሕብ ኢለ እያ ወላ ሓንቲ ክትገብሮ ነገር የብላን ልክዕ ከምቲ ባይደን ዝገብሮ ዘሎ ዝደለኹሞ ውሰዱ ደንጒናኩም ዲና እንታይ ከ ክንውስኸልኩም እያ ክትብል ትኽእል ንእስራኤል እምበር ኣንፃሩ ደው ክትብል ዓቕሚ የብላ ምክንያቱ ሙሉእ ብምሉእ ፋንድድ ብኦም ዝኾነት እያ በቲ ኤፓክ ዝበሃል ፋንድ ዝኾነት እያ ስለዚ ናቲንግ

ሰም ረይቦም ጅቶም ጀርመን እንታይ ይብሉ ኣለዉ ኩሉ ግዜ እቲ ዘገርም እንታይ እዩ እስራኤል ምስ ሃረመት ንመን እዮም ዘጠንቅቑ እስከ ነቲ ዝተሃረመ ኣካል እስራኤል ተሃሪማ እስራኤል ተቐቲላ ሕጂ ክንዲ ንእስራኤል ግደፊ ዝብሉ ንኢራን ክትጥንቀቕ ኣለዋ ኣብ ካልእ መንገዲ ከይከይቲ ኩናት እንታይ ማለት እዩ ንእስራኤል ክዛረባ ዓቕሚ የብሎምን ወይ እውን ወይ ንእስራኤል ክዛረባ ዓቕሚ የብሎምን ነዚኣ እንተዘይመሪፆም ድማ እንታይ እዮም ደልዩ ዘለዉ እስራኤል እየ ተማሓድሮም ዘላ እዚ ኤግዛክትሊ ንኢራን ግን ኩሉ ግዜ ኩሉ ግዜ ኣንፃር ካልእ ዓለም ከም እዮም ተመሳሳሊ ኩነታት ኢና ንርኢ ዘለና ኩነታት ናይ ዩክሬን ዩክሬን ፍሉይ ነገር ፍሉይ መጥቃዕቲ ክትገብር ከላ ትም ኣይዛረቡን እዮም ራሻ ክትገብር ከላ ግን መክሮፎናቶም ዘርጊሖም ክዛረቡ ትሰምዕ ስለዚ ኣገን እቲ ዳብል ስታንዳርድ ዝጥቀምሉ ኣብ ቅድሚ ዓይንና ንሪኦ ስለ ዘለና ካብዚ ክንምሃር ኣለና ብናይ በዓል ኤርትራ ጉዳይ ከማን መን ይግደሰሉ ናይ ኣፍሪቃ ጉዳይ መን ይግደሰሉ

ጀርመን ዝበሃል ንባዕሉ ኣፅዋር ዘይብሉ ወታደራዊ ዓቕሚ ናቱ ታሕቲ ደረጃ ከሎ ዝርካቡ ፍርያት ናይ ኣፅዋሩ ከባቢ ሰላሳ ፐርሰንት እቲ ዝትኮስ ዘሎ ኣብ ቃዛ ወይ እስራኤል ዓጢቓቶ ዘላ ኣፅዋር ካብ ጀርመን ከም ዝመፅእ ሰብማሪናቱ በሎ ዎርሺፕስ መራኽብ ኩናት ኤርክራፍት ኤንጂንስ ከምኡ ድማ ቶርፔዶስ ኩሉ ኩሉ ዓይነት መሳርሒ ንባዕላ እውን ኣፅዋርን ወታደራዊ ዓቕምናታን ድልዱል ዘይኮነ ጀርመን ካብ ነብሳ ንላዕሊ ንእስራኤል ክሰርህ እዩ ኦፍኮርስ ንጀርመን ምስቲ ናይ ሂትለር ዝገበሮ ጣዕሳ ኣለና ስለ ዝብሉ ናብ ኣብ ልዕሊ እስራኤላውያን ዝገበሮ ጥራይ ጣዕሳ ዘለዎ ኣብ ካልእ ዓለም ዝተገበረ ጣዕሳ የብሎምን ስለዚ ከም ሕሱም ስለዚ ኩላቶም ምክንያት ኣለዎም ንእስራኤል ንክሕግዙ ገሊኦም ጣዕሳ ኣለዎም ገሊኦም ረብሓ ኣለዎም ገሊኦም ገለ ኣለዎም ወይ ሳምቲንግ ገንዘብ ተለካ ንዓለም ክሳዕ ክንደይ ክዝውራ ከም ትኽእል ህያው ኣብነት እስራኤል እዩ if you have money the whole world bows to you

እንተ ሎሚ ግን ኣት ኤቭሪቲንግ ናይ ዝሑል ኩናት ሜንታሊቲ ዝበሃል እዚ እዩ ዝኾነ መርገፂ ቻይናን ኣሜሪካን ኣብ ሓደ ቻይናን ራሻን ኣብ ሓደ መርገፂ ክኾና ኣይከላን እየን ኣንፃር መርገፂ እዩ ዘለወን እዚ ድማ ነተን ንኣሽቱ ሃገራት ዝበለፀ ኩነታት እዩ ሓቂ ንምዝራብ ምክንያቱ ክልተ ምርጫ ኣለካ ኣሜሪካ ተረቢሻትካ ናብቶም ካልኦት ሙቭ ክትገብር ትኽእል ብፍላይ ድማ ምስዚ ሕጂ ናይ ብሪክስ ምስፍሕፋሕ ቁጠባዊን ካልእ ፋይናንስያዊን ለውጥታት ዘተኣታትውዎ ዘለዉ ሃገራት ብቐሊሉ ንኣሜሪካ ረሲዖም ፅቡቕ ህይወት ንከሕልፉ ፅቡቕ ዝኾነ ኢኮኖሚ ንክህልዎም ክኽእላ እየን ስለዚ እዚ ክሳብ ዘይተኻለ ኣብ ዝሓለፈ ካብ ኣሜሪካ ኣሜሪካ ተኣጊዳትካ ካልኦት ሃገራት በፍንጨን እየን ዝግዳኻ ምክንያቱ ካልኣይ ደረጃ ናይቲ እገዳ ስለ ዘሎ ኣሜሪካ ንዛ ኣገደታ ምስኣ ትሰርሕ ተለኻ እገዳ ንዓኻ እውን ይምልከተካ እዮም ዝብሉ ሰዲዮም ኣለዉ እዚ ኣሜሪካ ንኤርትራ ኣጊዳታ ኣላ ስዑድያ ምናልባት ምስ ኤርትራ ዝኾነ ክገብር እየ ተይላ እቲ እገዳ ምስ ኣሜሪካ ኣጊዳታ ምስ ዘላ ሃገር ስለ ትሰርሕ ዘላ እቲ እገዳ ነተን ካምፓኒታት ናይ ስዑድያ ወይ እውን ነቲ ስዑድያ እውን ይምልከት እዩ ስለዚ ዝኾነ ሃገር ኮምፕሊትሊ ከም ዝንፀል እዮም ዝገብሩ ነይሮም ሎሚ ግን ከምኡ ዝበሃል የለን ነቲ ናይ ኣሜሪካ ፖሊሲ ወይ ነቲ ናይ ኣሜሪካ ኣካይዳ ብፍፁም ክኽተልዎ ዘይደልዩ ሃገራት መፂኦም ኣለዉ ኮምፕሊት ኣንፃሩ ዝኸዱ ዘለዉ ብሓደ ሃገር ዘይኮነ ከዓ ብዙሓት ኦርጋኒዜሽንስ ብዙሓት ሃገራት ናቲ ኣከባ ይመፃ ኣለዋ እዚ ድማ ነቲ ፅብለላ ፀብለልታ ናይ ኣሜሪካ ወይ ዕብለላ ዝነበረ ብኡ መንፅር ዝሰብሮን ዘውድቖን ምዃኑ እዩ

ኤግዛክትሊ ስቴት ኦፍ ፓለስታይን ናይ ፈለስጣን ወከሊት እንታይ ትብል ኣላ ሓይሊ ጎነፅ ጨፍጫፍ ደብዳብ መግለፂ ናይ እስራኤል እዩ እስራኤል ዲፕሎማሲ ኣይግድሶም ፖለቲካ ኣይግድሶም ምርድዳ ኣይግድሶም ብሓይሊ ጥራይ እዮም ነገራት ክገብርዎ ዝኽእሉ ሓይሊ ድማ ከም ድሌቶም ዘዕጠቕዎም ዘይሓትዎም እንታይ ገበርኩም ዝብልዎም ስለ ዘይብሎም ድሌቶም ክገብሩ ክሎም ድሌቶም ገይሮም እስራኤል ዝሓቶም የለን ድሌቶም

ብዝኻ እንታይ እዩ ብዘይ ናይ ስለያዊ ሓበሬታ ካልእ ቴክኖሎጂካውን ሓገዝ ናይ ኣሜሪካ እስራኤል ክትገብሮ ትኽእል ዓቕሚ ኣይኮነን እዮም ዝብሉ እዚ ከዓ ኩሉ ግዜ እስራኤል ድማ ደገፍ ኣለዎ ካብ ኣሜሪካ ብኩሉ ደረጃ ማለት እዩ እንታይ ማለት እዩ እዚ ኢራን ዓቕሚ ስለ ዘይረኸበት እምበር ኩሉ እቲ እስራኤል ክትገብሮ ትደሊ ኣብ ኣሜሪካ ክትገብሮ ከምደሊ እውን ፍሉጥ እዩ ግን ኣገይን ኢራን ዓቕምታታ ትፈልጥ እያ ድሩት ዓቕሚ ከም ዘለዋ ኣይኮነን ንኣሜሪካን እስራኤልን ብሓደ ንእስራኤል ንበይና እውን ፊት ንፊት ገጢማ ብዙሕ ከተድምዓላ ይትኽእል እያ በንጻሩ እስራኤል ብዙሕ ዳመጅ ከተውርደላ ከም ትኽእል ትፈልጥ እያ ኢራን ንእስራኤል ከተጥፋ ይትኽእል ወይ ከተዕንዋ ይትኽእል ኣይንብል ኢና ግን ተመሳሳሊ ካብኡ ዝገድድ ዕንወት ድማ ክወርዶ ምዃኑ ይፈልጡ እዮም እቲ ሕቶ ድማ ወርስ ዘ በነፊት ንኢራንስ እንታይ ይትበኽሰብ እዩ ደይነው ከዕንዉ ከም ዝኽእሉን ክዓንዉ ከም ዝኽእሉን ግን እንታይ ይትበኽሰብ ምክንያቱ ኢራን ተዓንያ ናይ ኢራን ፀጋታትን ናይ ኢራን ፃዕርን እዩ ክሃንፃ እስራኤል ተዓንያ ግን ኤሮጳን ኣሜሪካን እዮም ክሃንፅዋ እዚ ዲስ ኢዝ ዲፍረንስ ተስዋይ ኢራን ኩሉ ግዜ ክትንቀቕ ዘለዋ ዋላ ዓቕሚ ክህልዋ ክእል ዋላ ገለ ክህልዋ ክእል ፅባሕ ንግሆ በቲ ዝወርዳ ደብዳብ ወይ እውን ዕንወት ክሃንፃ ዝኽእል ሰብ የለን መሊሳ ኣብ ሽግር እያ ክትኣቱ ዳትስ ዋይ ኩሉ እቲ ቃንዛ ናይ ብሓቂ ሓደ ሓደ ግዜ ዝስማዓካ እቲ ቃንዛ ዝወርዶም ዘሎ እቲ ድንደና ናይ እስራኤል ኣብ ልዕሊኦም ዝወርድ ዘሎ ቀሊል ኣይኮነን ኣብ መሬትካ መፅኡ ኣብ ክሊ ኣየርካ መፅኡ ኣብ ናትካ ኤምባሲ ኣትዩ ኣብ ዝኾነ ነገር ከጥቅዓካ ዝኽእል ንኩሉ ስራሕካ ክዕንቅፍ ጥራይ ዝፍትን ሓይሊ እንተሎ ፀላኢኻ እሞ ከዓ ብገንዘብ ብፀጋታት ብኩሉ ልዕሊያኻ እንተኮይኑ ንስኻ ንኸይትዓቢ ብቁጠባ እገዳ ገይሩ ዓፂካ ዘሎ እንተኮይኑ ከቢድ እዩ

እዚ ትሪእዎ ኣለኹም ናይ ኣሜሪካ ፍፁም ሕፍረት ዝበሃል የለን እንታይ ዝብሎም ዘሎ ኣብ ዘለኹም መንበርስ ሽሞም ኣይጠቅስን እዩ ራሽያን ቻይናን ዲኹም ገለ ንኢራን ኣብ ካልእ ነገር ከይከይቲ ኩናት ህድእ ክትብል ከም ዘለዋ ክትነግርዋ ንሕና ንእስራኤል ድሌታ ክትገብር ኣፍቂድናላ ኢና ኣፅዋር ሂብና ኢና ድሌታ ክትገብር እያ ልክዕ ከምዚ ኣብ ንራሻ ኣብ ዩክሬን ዝብለ እዩ ንሕና ንዩክሬን ኩሉ ክንሕግዝ ኢና ቻይና ግን ምስ ራሻ ቁጠባዊ ንግዲ ጠጠው ኣብል እዮ እቲ እቲ ርትዒ ዝበሃል ጠቕላላ እኳ እዩ ዘየላ ኣብቲ ናቶም ዲክሽነሪ ንሕና ድሌትና እናገበርና ኣፅዋር እናዕጠቕናዮም ከለና ንስኻትኩም ሞራል እውን ከይትቦም ወይ ከይትድግፍዎ ንሕና ከም ድሌትና ከነጥፍ ኢና ንስኻትኩም እውን ዝኾነ ከይትገብሩ ከምዚ ዓይነት ዘረባ እዩ ናይ ኣሜሪካ ፖለቲካ ዳሜ ነዚ ክዛረቡ ከለዉ እንታይ ይሓስቡ እቶም ካልኦት ኣይግድሶም ኣይግድሶም እዩ ንሕና ኢልና ኣለና ዝምልከተኩም ነዚ ዝብልካ ፀለምቲ ምዃኖም እዩ ዘሕዝናካ ኤፍሪ ታይም ከምዚ ኢቭል ክኸውን ከሎ ፀሊም እዩ ዝመፃዊ ብፍላይ ኣብቲ ዩኤን ጉራይ ኢሎም እዮም ንሱ ልዕሊ ዘላ ድማ ፀላም እዮም ሽምና በቃ ፀለምቲ ኣደኖ ንከምዚኦም ጥቀሙልና በቃ ኣሜሪካ ነቲ ሓይ ሕማቑ እዮም ፀሊም ዝጥቀምሉ ምክንያቱ ነቲ ሕማቕ ኣጀንዳ ናይ ኣሜሪካ ከምዚ ንፀለምቲ ዝሓልዩ ምሲሎም ኣብቲ ናይ ዩኤን ኩሉ ግዜ ፀሊም እዮም ዝገብሩ ብዙሕ ግዜ ፀሊም ይገብሩ ብምንታይ ፀለምቲ ክፅልኡሎም እንታይ ዓለም ካብ በሊትካ ፀላእካ ምክንያቱ ኣሜሪካ ትገብሮ ዘላ ዘይነበበት ብፀሊም ሕብሪ ገይራ ፀሊም እንታይ ስልጣን ኣለዋ ኣሜሪካ ዋላ ሓንቲ ዋላ ሓንቲ ስልጣን እዩ ዘይብሉ ዝበዝሕ ህዝቡ ኣብ ጎደናታት ይድሓድር ዘሎ እዚ እቲ ዝኸፈ ካርፋሕ ሂወ ዝሕልፍ ዘሎ ህዝቢ እዩ ኣብ ኣፍሪቃ ዘሎ ህዝቢ ሓይሽ ካብቲ ጸሊም ኣብ ኣሜሪካ ዝነብሮ ዘሎ ምክንያቱ ኣብ ኣፍሪካ ክደኪ ክእል እዩ ግን ዲግኒቲ ኣለዎ ክብረት ኣለዎ ክብሪ ናይ ወዲ ሰብ ኣለዎ ኣፍሪካ ሃይካ ክትዛረብ ከቢድ እዩ ኤርትራ ንኣብነት ካብ ናቶም ፀገም ክህልዎ ይኽእል እዩ ካብ ናቶም ንላዕሊ ፀገም ክህልዎ ይኽእል እዩ ኤርትራ እውን ክብረት ኣለዎ ገዛ ኣለዎ ኣብ ገዝኡ ይኣትዩ ስድራ ኣለዎ ፋሚሊ ኣለዎ ስለዚ ኩሉ ነገር ናይ ደቂ ሰባት ክብሪ ኣለዎ ገንዘብ ጥራይ ኣይኮነ መዐቀኒ ናይ ክብሪ ብዙሕ ነገራት እዩ ዘሎ እዚኣቶም እቲ ፀሊም ኣብ ኣሜሪካ ዝነብሮ ዘሎ ንማንም ኣይትምንዮን ኢኻ ንግሆም ምሸትን ክቃተሉ እዮም ዝውዕሉ ንግሆም ምሸትን ኤፍሪ ደይ እቲ ህዱስ ዝብልዎ እቲ ናቶም ፀለምቲ ጥራይ ዝነብርሉ ከባቢ ካብ ኣፍጋኒስታን እንታይ መክብለኩም እየ ካብ ዩክሬን ይኸፍእ ኩሉ ግዜ ምስ ተቃተሉ እዮም ሱስ ሰሜታዊት እስር ቤት ናይ ኣሜሪካ መን ይመልይዎ ዘሎ ፀለምቲ ከምዚ ዓይነት ናይቲ ኣብ እስር ቤት ዘሎ ፖፕሌሽን ናትካ ኮይኑ ጠቕላላ ተጓሒፉ ዘሎ ሕብረተሰብ ሃሊካ ኣይሓፍሩን እዮም ኦፍኮርስ ሂ ኒድስ ፔቸክ ደሞዝ እዩ ዘገድሶ ሰራሕተኛ እዩ እታ ደሞዝ እያ ተገድሶ እታ ሂወት እያ ተገድሶ ናይ ፀለምትን ገለመል ናይ ግድሶም እዩ እዚ ባህሪ እዚ ናይ ኣሜሪካውያን እዩ ካፒታሊዝም እዩ ናይ ነብስኻ እምበር ናይ ጎረቤትካ ናይ ኮሚኒቲኻን ዝበሃል ነገር የለ ሓደ ክንዲ ነብሱ እዩ ዳትዋይ ሓደ ክንዲ ሰለስተ ስቴድየም ክንዲ ስቴድየም ናይ ኩዕሶ እግሪ ዝኸውን ቪላታት ዘለዎ ኣብ ኣሜሪካ ማለት እዩ ካልእ ሰብ ድማ ዋላ ሓንቲ ዘይብሉ ማለትቲ ኣብ ካልእ ዓለም የለን ከምኡ ይብለኩም እየ ግን ባላንስ ኣለዎ ንኣብነት ኣብ ስዊስ ሃብታማት ኣለዉ እዮም የለውን ኣይብለክም ግን ጂዶንሲ ማች ዋላ ሓንቲ እዚ እዚ ናይ ሃብታም እዩ እዚ ከምዚ ኢልካ ትዛረበሉ ነገር የለን ትሪኦ ነገር የብልካ ማዓት ሃብታማት እዩ ዘሎ ማዓት ሚሊዮነራትን ቢሊዮነራትን ኣለዎ ዝዓዲ ግን ኤቭሪዋን ኢስ ኩል ሄድ ድንን ኢሉ ናብርኡ ኣለዎ ፍሉይ ነገር ግን ኣይትሪኦሎም ኢኻ ዳርጋ ሃብታም ናይ ስዊስ ኮ ኣብ ዝርኤየ ኢልካ ክትዛረበሉ ትኽእል ቦታ የለን

እንታይ ዝብል ዘሎ ኢራን ግብረ መልሲ ክትህብ መሰላን መሰል ኣለዋ ምክንያቱ ኣብ ውሽጢ መሬታ ዘጋጠመ መጥቃዕቲ ስለ ዝኾነ ነዚ ድማ ኣብ ዝጥዕማ መንገድን ብዝጥዕማ መንገድን ኣገባብን ክትገብሮ ምዃና እቲ ሱፕሪም ሊደር ኣሊ ከመኒ ኣብ ኤክስ ከም ዝፀሓፎ ብተደጋጋሚ እስራኤል ብርቱዕ መቕፃዕቲ ክወሃባ ከም ዝኾነ

እዚኣ እትሪእዋ ዘለኹም እዛ ባንዴራ እዚኣ ማለት ሓደ ዘይፍትሓዊ ደም ከም ዝፈሰሰ እትሕብር ባንዴራ እያ ኢሎማ። ስለዚ ናታ ሕነ ክፍደ ከም ዘለዎ እዩ ዝነግር። ስለዚ እዚ ምልክት እዚ ኦልሬዲ ኢራን ሕነ ክትፈዲ ምዃና ዝገልፅ ምልክት እዩ። That's why ኣሜሪካ ፋሕጠርጠር ትብል ዘላ እቲ ኩናት ክቕፅል ክሰፍሕ ከም ዝኽእል ስለ ዝፈለጠት ኣብዚ እዋን እዚ ድማ ድልውነት ስለ ዘይብላ ንባዕላ እዚ ኩሉ ዝግበር ዘሎ ናይ ብሓቂ ዘገርም እዩ ንቻይና ፀጋ ናይ ቻይና እዩ ኩሉ እዚ ንቻይና ከምኡ ድማ ንራሻ ኣሜሪካ ኣብ ካልእ ነገር ዲስትራክት ክትከውን ከላ ንረሻ እውን ፅቡቕ እዩ እዚ እንታይ ማለት እዩ ንካልኦት ዓለማት እውን ፅቡቕ እዩ ንኤርትራ እውን ፅቡቕ እዩ ማለት ውግ ንደሊ ማለት ኣይኮነን ግን ንኣሜሪካ ዲስትራክት ዝገብር ውግ ክፍጠር ከሎ ብዙሓት ሃገራት ይሕጎሳ እየ ነቶም ካልኦት ሃገራት ሕማቕ እዩ ናይ ብሓቂ ዘሕዝን እዩ ግን ኣሜሪካ ናብ ኩናት ክፋል ናይቲ ኢንተረስት ናቶም ከምኡ ስለ ዝኾነ ናብ ዲስትራክት ክኾኑ ከለዉ እቶም ካልኦት ሃገራት ንዝተወሰነ ግዜ ኣብ ኩነታቶም ከሳለጡ ይኽእሉ ሕጂ ኣብ ከምዚ ተበለት ከላ ራሻ ፑቲን ፍሉጥ እዩ ኩነታት ናቱ ሓይሉ ከፅዕቕ እዩ ምክንያቱ ንሳቶም ኣብዚ ናይ ገለመለ እናተጓየዩ ከለዉ ብንየው ዘድልዩ ዕላማታት ክሃርም እዩ ቻይና ከምዚ ከጋጥም ከሎ እቲ ዝበለፀ ግዜ እዩ ምክንያቱ ግዜ ትገዝእ ኣላ መመሊሳ ወታደራዊ ዓቕምናታ ንክትሃንፅ ወታደራዊ ቴክኖሎጂ ናታ ንክተስፍሕ ዕድል ይህባ ኣሎ ኣሜሪካ ድማ በንፃሩ ኣክንዲ ናብቲ ሜጀር ናታ መወዳድርቲ ኣተኪራ ትሰርሕ ኣካልእ

ናይ ውትድርና ውድድር ጀሚሮም ኣለዉ so እስከ ንጀምር what is going on ከመይ ትወዳደራ so ኣክቲቭ ፐርሶኔል ክንብል ከለና ወታደራት ምዱብ ሰራዊት ማለት እዩ ኢራን ብዙሕ ሰራዊት ከም ዘለዋ እዩ ዝፍለጥ ኣብ ሃገር እውን ስለ ዝኾነ ዳርጋ ካብ ዓለም ዝበፅ ገለ ካብተን ዝበፅሐ ሰራዊት ዘለወን ሃገራት እያ ሽዱሽተ ሚትን ዓሰርተን ሽሕ

ሪዘርቭ ፐርሶኔል ክንብል ከለና ኦልሞስት ኢራን ብሓፈሻ ሰራዊት ናታ ሓደ ሚልዮን ኣቢሉ እዩ ዝኸውን በቲ ኣክቲቭ ሽዱሽተ ሚትን ገለመለን ክኸውን ከሎ ሪዘርቭ ድማ ሰለስተ ሚትን ሓምሳን ዝኸውን ኣለዋ ሰለስተ ሚትን ሰለስተ ሚትን ሓምሳን ሽሕ እስራኤል ድማ ሚትን ሰብዓን ኣክቲቭ ሰራዊት ኣለዋ ክንብል ከለና ከባቢ ኣርባዕተ ሚትን ስሳን ሓምሽተን ዝኸውን ድማ ሪዘርቭ ኣለዋ መብዛሕትኡ እቲ መንእሰይ ናታ ኣካል ናይቲ ሰራዊት ስለዝኾነ ሪዘርቭ እዩ ዝበዝሐ ኣብ ሲቪላዊ ሂወት ዝጸንሕ ኣብቲ ኩናት ክኾን ከሎ መጺኡ ኣብቲ ኩናት ይሳተፍ ማለት እዩ ግን ብዓይኒ ናይ እስራኤልን ናይ ኢራንን ብዶብ ስለ ዘይራኸባ ብዝሒ ሰራዊት ተራውን የብሉን ዶብ ተለካ ብመሬት ትራኸብ ተኮይንካ እዩ ሰራዊት ብዝሒ ከገልግለካ ዝኽእል ዝያዳ ኣብ ቴክኖሎጂ ክኸውን እቲ ውድድር Israel also has a massive defense budget compared to Iran. Israel
ባጀት ናይ ዲፈንስ ክንሪኦ ከለና ዋላ ናይ ኢራን እውን ቀሊል ኣይኮነን ሶ እስራኤል 24 ቢልዮን ዶላር ንዓመት ባጀት ዘለዎ ዲፈንስ እዩ ዘለዋ በንጻሩ ኢራን 9 ቢልዮን ሕጂ እዚ ቁፅሪ ትራይዎ ቁፅሪ ናት ቨሪ ኢምፖርታንት እቲ ዘለካ ገንዘብ እንታይ ክትገብረሉ ትኽእል እቲ ቀንዲ ስለዚ ኢራን እውን ሓደ ሓያል ዝኾነ ወተሃደራዊ ባጀት ከም ዘለዋ ክትፈልጡ ኣለኩም ትሽዓተ ቢልዮን እዩ ዘሎት ምክንያቱ ነገራት ሕሱራት እዮም ኦም ብዙሕ ባዕሎም እዮም ዝሰርሕዎ ስለዚ በዚ ትሽዓተ ቢልዮን ብዙሕ ከሳልጡ ከም ዝኽእሉ ግምት ክህልወካ ክኽእል ኣሎ ብፍላይ ኣብ ድሮን ቴክኖሎጂ ጽቡቅ ዝኾነ ገስጋስ ዝገብሩ ዘለዉ ሃገር ምዃኖም ኣብዚ እዋን እዚ ቅድሚት ዝመጹ ዘለዉ እዮም Israel also has the latest air fighting machines. It has a የስ ኣብዚ ሕጂ
ኤር ፓወር ብፍላይ ናይ ምዱብ ነፈርቲ ኩናት ምስ እስራኤል ክትወዳደር ከቢድ እዩ ናይ ኢራን ናይ ቀደም ናይ ሶቪየት ሕብረት ገለመለ ሕጂ ሕጂ ግን ዕድል ገይሮም ኣለዉ ራሻ ካብዘን ሕጂ ዘለዋ ሰኮይ ለይተስቲ እውን ክብዎም ምዃኖም ይነግሩ ኣለዉ ኤስዩ ሰርቲ ድዮም ገለመለ ክብዎም ምዃኖም ወይ ክሸጥሎም ምዃኑ ምክንያቱ ኢራን ንባዕላ ኣፅዋር ትሸጠሎም ስለ ዘላ ገለ ካብቲ ዓብ ቴክኖሎጂ ቅልጡፋት ነፈርቲ እውን ክብዎም ምዃኖም እዩ ዝንገር ዘሎ

ከምኡ ድማ ኣብ ታንክስ ክንርኢ ከለና እስራኤል ኢራን ብዙሕ ኣለዋ ብቁፅሪ ክረአ ከሎ ከባቢ ክልተ ሽሕ ዝኸውን ታንክታት ኣለዋ እስራኤል ድማ ሽሕን ሰለስተ ሚእትን ሰብዓን ኣለዋ ግን እቲ ቴክኖሎጂ እቲ ብቅዓት ናይቲ ታንክታት ግን ኣገ ናይ እስራኤል ሌተስት ቴክኖሎጂ እዩ ምስ ኢራን ግን ኩሉ ግዜ ብእገዳ ስለ ትዕጾ ለይተስት ቴክኖሎጂ ንክትረክብ ስለ ትኽልከል በቲ ዘለዋ ዓቕምታት ውሽጣዊ ጽገና እናገበረት ገለ እዩ ግን ናይ ሕብረት ሶቪየት ነበር ገለመለ እዩ ዝበሃል ብሓፈሻ ግን እቲ ኮምፖዚሽን ወላ እቲ ዓቕሚ ስቲል ኣሎ ግን እንታይ እዩ ኣገይን ብመሬት ኣይራኸበን እየን እተን ሃገራት ዝበዝሐ ክፋል ኣብ ኣየር ዝውዳእ ስለ ዝኾነ እዩ

ባዕልኻ ተፍርዮ ተኾይንካ ብስሉጥነት ከተፍርዮ ትኽእል ብሰፊሕ መንገዲ ድማ ክትጥቀመሉ ትኽእል ስለዚ ነዚ ናይ ኣሜሪካ ናይዚ ናይ እስራኤል ኣዝዩ ክቡር ዝኾነ ኣፅዋራት ዋላ ውራይ ኢልካ እናሰደትካ ንዑ እናተኸላኸሉ ጥራይ ብዘጥፍዎ ገንዘብ ምክንያቱ ድሮን ናይ ኢራን ብሓሙሽተ ሽሕ ዝስራሕ ኣሎ ናይ ሓሙሽተ ሽሕ ድሮን ስቕ ኢልካ እንተገዲፍካ ዓብ ዕንወት ከውርደልካ ክእል ንዑ ክትኣልዮ ተኮይንካ ናይ ሚልዮናት ሚሳይል ኢካ ክትጥቀም ኣብ እስራኤል ማለት እዩ ስለዚ ብቁጠባ ጥራይ ከማን ከልምሱኻ ይኽእሉ በቲ ብዝሒ ዝገብርዎ ዘለዉ እሱ ስለ ዝኾነ እዩ ሑቲ ንቀይሕ ባሕሪ ምሉ ጠጠው ኣቢልዎ ዘሎ እምበር ኣፅዋር ስለ ዘይብሎም ኣይኮኑን ግን ናይ ሓሙሽተ ሚእቲ ናይ ሓሙሽተ ሽሕ ናይ ሽዱሽተ ሽሕ ሰዲድልካ ድሮን ማለት እዩ ንስኻ ብናይ ሓደ ሚልዮን ሓደ ነጥቢ ሓሙሽተ ሚልዮን ሚሳይል ጌርካ ትሃርሙ እንተኮይንካ ንነዊሕ ክትቅፅል ኣይትኽእልን ኢኻ ጀስት እቲ ማተማቲካሊ እቲ ውግእ ንዓኻ ኣርባሒ ኣይኮነን እንተድኣ ቀልጢፉ ከጥፍኣካ ዝኽእል ዓይነት ውግእ እዩ so እዚ ከም ንሪኦ ዘለና እቲ ዘሎ ኩነታት ናይቲ ኣብ መንጎ እዚኦም ሓይልታት ዘሎ ፍልልይ እዩ ንመለስ እጀብታ ኣንተበሪና ዝነበርና ናይቲ ምዕራባውያን ሃገራት ምስሉይነት ተርኢ ማለት እዩ

ያ ኣገይን ኩሉ ግዜ ምዕራባውያን ሃገራት ድማ ብፍላይ ኣንጻር እስራኤል ወላ እቲ ዝወርድ ዘሎ ስልጣን ካብ ስልጣን ዝወርድ ዘሎ ገለገለ ክዛረብ ይኽእል ይኸውን እዩ ኣብ መወዳእታ ግን ብፍጹም ካብ እስራኤል ዝፍለ ፖለቲካ ክህልዎም ኢልካ ክትፅበ የብልካን እዩ እቲ መርገፂ ናቶም ንኣብነት እዚ ሕጂ መፅኡ ዘሎ ናይ ፕራይም ሚኒስተር ናይ እስራኤል ናይ ዓዲ እንግሊዝ ማለት እዩ ካብቲ ቅድሚኡ ዝነበረ እንታይ ዝፈልዮ ኣለዎ ወላ ሓንቲ ፎሬን ፖሊሲ ናቶም ዋላ ሓንቲ ኣብ ዩክሬን ምሉእ ብምሉእ ክሳተፍ የብል ኣሎ ንእስራኤል ምሉእ ብምሉእ ክንድግፍ ኢና ይብል ኣሎ ናቲንግ ሰብ እዮም ዝቕይሩ እምበር ኣብ ፎሬን ፖሊሲ ናቶም ዝቕየር ነገር የለን ምክንያቱ እቲ ፎሬን ፖሊሲ ንሶም ኣይኮነ ዝዝውርዎ ካልኦት ኣሎ ብድሕሪ መጋረጃ ነቲ ፎሬን ፖሊሲ ዝዝውርዎ ንሳቶም እዮም ኣብ ኮፍ ኢሎም ቢሮክራትስ እዮም ኣብቲ ስልጣን ኣይወርዱን እዮም ንሳቶም እዮም ነቲ ኩነታት ዝቕጽልዎ። እቲ መራሒ ኣርባዕተ ዓመት ድዩ ንሓሙሽተ ዓመት መጺኡ ዝገብሮ ነገር የብሉን። ክዛረብ ይኽእል እዩ ግን ኣብ ተግባር ከምጽኦ ዝኽእል ዝኾነ ይኹን ለውጢ የብሎምን። ስለዚ ካብዚኣቶም ፍሉይ ለውጢ ምጽባይ ማለት ማይ ዓሚቝካ ምትራፍ ምዃኑ ፈሊጥካን ኣሚንካን ብእዋኑ ሕሳብካ ምግባር እቲ ዝበለጸ እዩ

ሽዑ እንታይ ትብል ዘላ በቲ ኮይኑ በታ መወዳእታ ኣብዚኣቶም እምነት ምውራድ ማይ ሓቑንካ ምትራፍ እዩ ምክንያቱ ኣፅዋር ክቡካ ክሉ ንዕንወትካ ክቀላጥፉ ክሉ ኣብ መወዳእታ ግን ገዲፎምካ ጉሒፎምካ እዮም ዝኸዱ ሎሚ ኣብ ዌስት ኤሽያ ኣብ ፈለስጤም ኢና ንሪኦ ዘለና

እዚኻ ዩከ እዩ እንታይ እዮም ዝብሉ ዘለዉ እስራኤል ዝደለየቶ ምስ ገበረት ልክዕ ከም ጥቕሚ ሕጂ ዝተገበረ ርግኣትን ሰላምን ካብ ካልእ ውግእ ድማ ጥንቃቐ ኢና ንደሊ ንእስራኤል ከምኡ ክብልዋ ይክእሉን እዮም ዓቕሚ የብሎምን እስራኤል ምስ ገበረት ግን እቲ ካልእ ሃገር ግብረ መልሲ ከይትህቡ ዝዓይነቱ ዘረባ ኢና ንርኢ ዘለና ቨሪ ቨሪ ሳድ ዘሕዝን እዩ ናይ ብሓቂ ዘሕዝን

እዚ እዩ ኣብ ውግእ ኣፅዋር ትህቦም ኣብ መጋባእያ ድማ ፖለቲካዊ ሽፋንን ደገፍን ምክልኻልን ትገብረሎም ከምዚያ እታ ፖለቲካ ናይ ኣሜሪካ ንነዊሕ ዓመታት ዝቐፀለት ብኣ ድማ ትቕፅል ኣላ እና ዲስዜት ከምዚያ ጌርካ ክትሪያ ትኽእል ናይ ሎሚ ኣርእስቲ ኣብዚ ክውድየ ኣይሆፕ ካብዚ ክንመሃር እቲ ዓለምና ከመይ ኢላ ከም ትኸይድ እቲ ፖለቲካ ዝብልዎ ከመይ ምዃኑ ዲፕሎማሲ ዝብልዎ ከመይ ምዃኑ ትሕጊ ዝበሃል ሕጊ ኢና ንኽተል ሩልስ ቤዝድ ወርልድ ክብሉኻ ከለዉ ሕጊ ዝበሃል ከም ዘይብሎም ሕጊ ጫካ ምዃኑ ነፍሲ ወከፍ ሰብ በብኣካይዱ ሓያል እናፀቐጠ እናጨፍጨፈን ነቲ ሓያል ዝዘርዩ ድማ ብዙሓት ከም ዘለዉ ጥራይ ኢና ንፈልጥ ኣይሆፕ ናይ ሎሚ ቪድዮ ገለ ነገር ኣርያትና ክትከውን እናተመነኹ ላይክ ግበሩ ሰፖርት ግበሩ ኮሜንት ናትኩም ግደፉ እናበልኩ ምስዛ ኣገዳሲት ለበዋ ክገትረኩም። ሰለስተ ነገራት ቀልጢፍና ከነዐርየን ከነስተኻኽለንን ዘለና። መጀመርያ፣ ገንዘብካ ኣብ ባንኪ ዘሎ ንባንኪ እምበር ንዓኻ ኣይኮነን ዘገልግል። ስለዚ ገንዘብካ ንጥቕምኻ ንክኸውን በቲ ንስኻ ትፈልጦ ብንእሽተይ ጌርካ ኣብ ስቶክ ማርኬትን ኣብ ካልእ ክሪፕቶን ኢንቨስት ክትገብሮ ፈትን። ቁጽሪ ክልተ፣ ጥሮታ ዝበሃል ድሕሪ ቁሩብ ግዜ ጠጠው ክብል እዩ። ኣብ ዕስራታት፣ ሰላሳታት፣ ኣርባዓታት ዘለና እቲ ጥሮታ ናይ መብዛሕተን ሃገራት ፌል ይገብር ከምዘሎ ኣብነት ናይ ጃፓን ፌል ገይሩ እዩ ናይ ካልኦት እውን ክስዕብ እዩ ስለዚ ብዛዕባ ቁጠባዊ መፃኢኻ ካብ ሎሚ በዓልካ ዲዛይን ክትገብሮ ክትክእል ኣለካ ቁፅሪ ሰለስተ ድማ ትምህርትኻ እኹል ኣይኮነን ክንምንታይ ተማሂርካ ስለዚ ዓለምና ብቕልጡፍ ትጎይ ስለ ዘላ ማዕርያ ንክትጎይ ክንምሃርን ክንነቅሕን ኣለና ነዚ ዝሕግዝ ፕሮግራም ኣለና ተጠቐሙሉ ይብለኩም ተንኪዩ